ክሳብ ሕጂ ኩሉ ነገር ጽቡቅ ዩ ዘሎ ጽቡቅ ይከይድ ኣሎ ኤቭሪትን ኢስ ጎይን ዌል ኢንትል ናው ክሳብ ሕጂ ኩሉ ነገር ጽቡቅ ኣሎ ኤግዛምፕልስ ዊ ስታርትድ ቢልድን ኣወር ኮንፊደንስ ላስት ዊክ ሶ ፋር ሶ ጉድ ኣብ ዝሓለፈ ሰሙን ርእሰ ምትእምማን ጀሚርና ክሳብ ሕጂ ከኣ ጽቡቅ ይከይድ ኣሎ ናምበር ቱ ኢትስ ነቨር ቱ ለይት ኢትስ ነቨር ቱ ለይት ሚኒን ዩ ካን ስታርት ኤኒ ታይም ኤግዛምፕልስ ኢትስ ነቨር ቱ ለይት ቱ ለርን ኢንግሊሽ ኢትስ ነቨር ቱ ለይት ቱ ፎሎው ዩር ድሪም ኢትስ ነቨር ቱ ለይት ቱ ፎሎው ዲስ ቻነል ኢትስ ነቨር ቱ ለይት ማለት ናብ ቋንቋና ክንቅይሮ ከለና ሕጂ እውን ማይ ኣይሓለፎን ክንብል ንኽእል ኢና ሚኒን ትርጉም

ሮም ወዝንት ቢልድ ኢን አ ደይ ሮም ማለት ሮማ ማለት እዩ ሮማ ኣብ ሓደ መዓልቲ ኣይተሃንፀትን ሚኒን ኢምፖርታንት ቲንግስ ቴክ ታይም ኣገደስቲ ነገራት ግዜ ይወስድ እዩ ወይ ከዓ ፅቡቕ ነገራት ግዜ ይወስድ እዩ ኤግዛምፕል ለርኒን ኢንግሊሽ ቴክስ ታይም ሮም ወዝንት ቢልድ ኢን አ ደይ ቋንቋ እንግሊሽ ምምሃር ግዜ ይወስድ እዩ። ሮማ ከኣ ብሓደ መዓልቲ ኣይተሃንጸትን። እዚ ማልት ቀስ ብቀስ ነገራት ክትበጽሖም ትኽእል ኢኻ ንምባል ዘምጽዎ እዩ። እዚኣ ኣብ ዝተፈላለየ ትሰምዕዋ ትኾኑ ኢኹም፣ Rome wasn't built in a day! ክብ። Number seven፣

ሚኒን፣ ፊሊን ሲክ ኤግዛምፕል፣ ኣይ ኣም ፊሊን ኣንደር ዘ ዌዘር ቱደይ። ኣንደር ዘ ዌዘር ክንብል ከለና ፅቡቕ እንተ ዘይሃሊኻ ተፀሊእካ እንተሃልዩ ኣይ ኣም ኖት ፊሊን ዌል ክትብል ትኽእል ኢኻ። በቲ ሓዳይ ከዓ ኣንደር ዘ ዌዘር ትብል ማለት እዩ ተፀሊእካ ኣሎ ማለት እዩ። ኤግዛምፕል፣ ኣይ ኣም ፊሊን ኣንደር ዘ ዌዘር ቱደይ። ሎማዓንቲ ተፀሊእኒ ኣሎ ትብል ኣለኻ ማለት እዩ።

ኩሉ እንቋቑሖኻ ሒዝካዮ ናብ ዕዳጋ እንተድኣ ትወርድ ሃሊኻ፣ ኣጋጣሚ እንተድኣ ዝኾነ ተዓንቂፍካ ወዲቅካ፣ ኩለን እተን እንቋቑሖ ይስበራ እሞ ወላ ሓንቲ ክትከስብ ኣይትኽእልን ኢኻ። እዚ ማለት ኩሉ ዘለካ ገንዘብ ኣብ ሓደ ቦታ ኢንቨስት ኣይትግበሮ፣ ወፍሪ ኣይተዋፍሮ ማለት እዩ። Meaning፣ Don't risk everything on one plan።

ሚኒን፣ ዶንት ቢ ሳድ ኣባውት ሳምቲን ዩ ካንት ቼንጅ፣ ኤግዛምፕል፣ ኢትስ ኦኬ ዶንት ክራይ ኦቨር ስፒልድ ሚልክ። እዚ ማለት ኣብ ዝተደፍአ ጸባ ኣይትብከ፣ ክትሓፍሶ ስለ ዘይትኽእል ዝተደፍአ ተደፊኡ ዋላ ሓንቲ ክትገብሮ ኣይትኽእልን ኢኻ ንምባል እዩ። ሚኒን፣ ዶንት ቢ ሳድ ኣባውት ሳምቲን ዩ ካንት ቼንጅ፣ ንኽትቅይሮ ዘይትኽእል ብዙሕ ኣብኡ ኣይትሕዘን ጊዘኻ ኣይተጥፍእ Example It's ok don't cry over spilled milk ንሓደ ሰብ ንኣብነት ጸባ ተደፊእዎ እንድሕር ደኣ ርኢኻ ኣብኡ እንድሕር ደኣ ዝበኪ ሃልዩ It's ok don't cry over spilled milk ኣጆኻ ማለት ክትሓፍሶ ስለ ዘይትኽእል ገዲፍካዮ ኺድ ትብሎ ማለት እዩ። ንሎማዓንቲ ሒዘልኩም ዝመጻኹ መደብ እዚ ክትሰምዑ ዝጸናሕኩም እዩ ኔሩ ኣብ ቀጻሊ ብኻልእ መደብ ክሳብ ንራኸብ ሰላም።